ሰላም ብሓበራ ከመይ ቀኒኹም ሰላም ቀኒኹም ክትኮኑ ተስፋ ይገብር ሎማዓንቲ እምበኣር ዓስራይን ናይ መወዳእታን ናይ ዎርድ ቱቶርያል ወይ ከዓ ትምህርቲ ሒዘልኩም መፅየ ኣለኹ ናብ ከብለኩም ሎማዓንቲ እምበኣር ናይ መወዳእታ ኮርስ ናይ ዎርድ እያ ማለት እዩ ከም ዝዝከር እቲ ትሽዓተ ኮርስስ ንዓሰርተ ሰሙን ዝኣክል ተኸታታሊ ኮርስስ ሰሪሕና ብዛዕባ ወርድ ማለት እዩ እዘን ምስ ናይ ሎማዓንቲ ሓዊስካ ዓሰርተ ዝኾና ዘለዋ ማለት እዩ እዚኤን እንድሕር ካብ መጀመርታ ጀሚርኩም ወዲእኹመን ኣዝዩ ኣዝዩ ኣብ ወርድን ኣብ ኢመይልን ዘለኩም ወይ ዝነበረኩም ፍልጠት ክዓቢ ምዃኑ ኣዝየ ኣዝየ ኣዝየ ርግጸኛ እየ ማለት እዩ ስለዚ እዚኣ ናይ መወዳእታ ክላስ ሳማራይዝ ግብራ ቢልና ንዝመጽ ዘሎ ሰሙን ከኣ ናብ ኤክሰል ክንሓልፍ ኢና ማለት እዩ እዚ ክብል ከለኩ ግን ብዛዕባ ዎርድ ኔቨር ቪድዮ ዝበሃል ኣይንሰርሕን እና ማለት ኣይኮነን እቲ ስራሕ ቀጻሊ እዩ ግን ማህሌት ፕሮ ከም ፕሮግራም ሒዞመን ዝነበሩ ዓሰርተ ክላሳት እዚኤን እየን ማለት እዩ እተን ዓሰርተ ክላሳት ናይ ዎርድ ወዲኤን ናብተን ተታሒዘን ዘለዋ ክላሳት ናይ ኤክሰል ከኣ ናብአን ከኣ ዝመጽ ዘሎ ሰሙን ክንጅምር ኢና ማለት እዩ ኦኬ ሕጂ ከምቲ ልሙድ ናብታ ፎልደረይ ይኸይድ ማለት እዩ ኣብ ድራይቭ እየ ዘለኹ ማለት እዩ ንምድጋም ዝኣክል ድራይቭ ከመይ ገይረ ይኣቱ ኣብዚኣ ክሊክ ክገብር ኣብ ኢሜይል እየ ዘለኹ ሕጂ ከም ትሪእዎ ዘለኹም ድራይቭ ትብላላ ኣይኮን ንዓ ክሊክ ክገብራ ክሊክ ምስ ገበርኳ ናብ ድራይቭ ትወስደኒ ማለት እዩ እዛ ቀዲም ከፊትያ ዝነበርኩ ክድምስሰ ናብኡ ትወስደኒ ማለት እዩ ኣብኡ ክልተ ፎልደራት ኣለዋኒ ኤክሰል ቱቶሪያልን ወርድ ቱቶሪያልን ትብል ኣብታ ወርድ ቱቶሪያል ክኣትየ ምክንያቱ ወርድ ስለ ዝሰርሕ ዘለኹ ኒው ኢለ ጉግል ዶክስ ክብላ እያ ማለት እዩ ብላንክ ዶኪመንት ክትከፍተለይ እያ ቴንስ ቱቶሪያል ሰማሪ ኦኬ ለማዓንቲ ዝኾነኒ እምበኣር ቴክስት ኣዳልየ ኣለኹ እቲ ቴክስት ከዓ ንለማዓንቲ ዝኾነኒ ቴክስት ንምርካብ ከዓ ናብ ሎረም ኢፕሰም ኢለ ጉግል ክገብር እየ ማለት እዩ ኩሉ ግዜ ተቐዳሚት ትመፀለይ ሊንክ እዚኣ ሎረም ኢፕሰም ከም ብቐዳማይ ነጊረኩም ዝነበርኩ ዝኾነ ዓይነት ቴክስት መላመዲ ዝኾነና ቴክስት ጀነሬት ትገብረልና እያ ማለት እዩ ኣብዚኣ መፅስ ጀነሬት ሎረም ኢፕሰም ክብላ እየ ጀነሬት ገይራትለይ ኣላ እዚ ኮፒ ገይረ ክወስደ እየ ኮንትሮል ሲ ኮፒ ንምግባር ኣብዚ መፂእኻ ከዓ ፔስት ንግባር ከዓ ኮንትሮል ቪ ኦኬ ቴክስት ረኺበ ኣለኹ ቴክስት ኣቐሚጠ ኣለኹ ሕጂ ቅልል ቅልል ዝበላ ማለት እዩ እንታይ ንኣብነት ሕጂ ዝፅሑፍ እዚ ብዛዕባ ኤርትራ እንድሕር ኮይኑ ማለት እዩ እዚኣ ፅሕፍቲ እዚኣ ከዓ ኢንትሮዳክሽን እንድሕር ኮይና እዚኣ ፅሕፍቲ እዚኣ ከዓ ብዛዕባ ኤትኒክ ግሩፕስ እንተ ደኣ ኮይና እዚኣ ጽሕፍቲ እዚኣ ከኣ ብዛዕባ ጂኦግራፊ ንበላ ቅርጺ መሬት ማለት እዩ ያ ስለዚ ያሬታ ታይፖ ገይረ ጸኒሐ ብዚ ኤሪትሪያ ማለት እዩ ኦኬ ቤዚክ ኢዲት ምግባር ተማሂርና ነርና ማለት እዩ ኦኬ መብዛሕቲ ግዜ ሕጂ እዚ ጽሑፍ ኣላይን ክንገብሮ እንድሕር ኮይና እዚ ሕጂ ከምዚ ዓይነት ኣጃስትመንት ጃስቲፊኬሽን እዩ ዘለዎ ይብለና ኣሎ ጃስቲፋይድ ኮይኑ ኣሎ መብዛሕትኡ ግዜ ግን ከምዚ ይመፀና እዩ ሓንስ ሓንሳብ ከምዚ ይኸውን ማለት እዩ ትሪኦ ኣለኹም በዚ ማዕረ በዚ ከዓ ሓላፍ ዘባ ዘላፍ ማለት እዩ እንድሕር ማዕረ ክንገብሮ ደሊና ብክልቲኡ ወገን ንመርፆ መጀመርታ ከይመረፅና ዝኾነ ነገር ክንገብር ኣይንኽእል ኢና እዚኣ ክሊክ ንገብራ ጃስቲፋይ ንብላ ማለት እዩ ራይት ኤን ሌፍት ጀስቲፋይ ጌራኻ ማዕረ ትገብረልና ማለት እዩ ኦኬ ኖርማል ቴክስት ከመይ ጌርና ከነዕብዮ ንኽእል ዳብል ክሊክ ክገብር ወይ እውን ይመርፆ ማለት እዩ ካብ ጫፍ ጀሚረ ከምዚ ጌረ ክሊክ ክገብሮ ኤሪትሪያ ትብላላ መሪፅ ኣለኹ ቦልድ ክገብራ ክእል ከድምቃ ክእል እየ ከዕብያ እንድሕር ደልየ ኣብዚኣ መፀ ዓሰርተ ሸሞንተ ክገብራ ይኽእል እየ ዓብያትለይ ኣላ ን ኢታሊ ክገብራ ይኽእል እየ ከምዚ ናብ ሓደ ወገን እይዘዙ ማለት እዩ ትፅሑፍ ሪኢኹሞ ክመልሳ እየ ሪኢኹማ ትኾኑ ተስፋ ይገብር ለውጢ ይመጽእ ኣሎ ኣብቲ ጽሑፍ ከምዚ ክገብሮ ይኽእል እየ ኣንደርላይን ክገብሮ ልኽእል እየ ዩ ማለት እዩ ናይቲ ጽሕፈት ሕብሪ ክቕይረሉ ይኽእል እየ ሕጂ ሓንሳብ ምስ መረጽኩ እየ ከምኡ ዝገብር ዘለኹ ኣጋጣሚ ብኣክሲደንት ኣብ ካሊእ ክሊክ ተገይረ ግን ስለ ዘይትምረጽ ኩሉ ግዜ ክመርጻ ስለ ዘለኒ መሪጸ እየ ክሰርሕ ዘለኒ ነታ ሰሌክት ዝገበርኩ እያ ኩሉ ግዜ እዚ ኣብዚ ዘሎ ቱሉስ ድሰርሓለይ ማለት እዩ ስለዚ እዚኤን ሰለስቲኤን ተጠቂመለን ኣለኩ ሕጂ ከለር ናይቲ ጹሑፍ ክቅይረሉ እየ ከለር ናይቲ ጹሑፍ ክቅይረሉ ተኮይነ እዚኣ ክጥቀም ኣለኒ እዚኤን ከየዳናግራኩም ክልቲኤን ከለር እየን እዚኣ ከለር እያ እዚኣ ከኣ ከለር እያ ስለዚ ክልቲኤን ከለር ስለ ዘምጻ ከየዳናግራኩም እዚኣ ኩሉ ግዜ እንታይ እያ ናይቲ ቴክስት ከለር እያ እዚኣ ከኣ ናይቲ ባክግራውንድ ከለር እያ ሕጂ ነዚኣ ከምዚኣ ገይረ ድሕሪ መሪጽያ ክሊክ ገይረ ንኣብነት ብሉ እንድሕር ገይረያ ማለት እዩ ብሉ ኮይና ኣላ ናይቲ ባክግራውንድ ከለር ከኣ ሽዑ እንድሕር ክቅይሮ ደልየ ጻዕዳ ዝነበረ ማልት'ዩ ሕጂ ባግራውንድ ናይዚ ጻዕዳ እዩ ዘሎ ሓቀይ እዚ ብሉስ ኣብ ጻዕዳ እዩ ተጻሒፉ ዘሎ ክቅይሮ እንድሕር ኮይነ እንታይ ይገብር ኣብዚኣ መጽየ የሎው መርጽ ተወዲኣ ኣብ የሎው ተጻሒፉ ኣሎ ማለት እዩ እንታይ ተማሂርና ኔርና ማለት እዩ ኣብቲ ናይ መጀመርታ ትዝክሩ እንድሕር ኮንኩም ታይትል ምሃብ ማለት እዩ ቴብል ኦፍ ኮንቴንትስ ምስራሕ እውን ተማሂርና ኔርና ኢና ንኣብነት ሕጂ ቴብል ኦፍ ኮንቴንት ክሰርሕ እንዳር ኮይና ኩሉ ግዜ ነቲ ናትና ታይትልስ ክንህቦ ኣለና ማለት ነቲ ናትና ኣርእስታት ማለት እዩ ሽም ታይትል ክንህቦ ኣለና ማለት ንኣብነት ነዚኣ መሪፀ ኣብዚኣ መፀ ኣየና እዩ ሄደር ዋን ድዩ ሳብ ታይትል ድዩ ወይ ሄደር ቱ ድዩ ገለ ሕጂ ትሪኦ ኣለኹም ሄደር ስሪ ንእሽተይ እዩ ብንእሽተይ ካ ተፃሒፉ ኣሎ ሄደር ቱ ማእኸላይ እዩ ሄደር ዋን ዓብዪ እዩ ታይትል ከኣ ካብ ኩሎም ዝዓቢ ማለት እዩ ንኣብነት ሕጂ እዛ ኤርትራ ትብል ዘላ ታይትል ስለ ዝኾነት ታይትል ክገብራ እየ ማለት እዩ ታይትል ኮይናትለይ ኣላ ታይትል እንድሕር ጌረ ትርእይዎ ኣለኹም ናይ ባዕሉ ፎርማቲንግ እዩ ዘሎ እቲ ፎርማቲንግ ዝነበረ ብምሉእ ይጠፍእ ኣየድልን እዩ ማለት እዩ ደሓር ሕጂ ፎርማቲንግ እንተገይረ ግን ዋላ ሓደ ክፀንሐለ ይኽእል እዩ ማለት እዩ እዚኣ ዳብል ክሊክ ገይረ ኢንትሮዳክሽን ዘላ ከም ሄደር ዋን እንድሕር ገይረያ ዋን እያን ዘላ ማለት እዩ ትሕቲያ ዘላ ትሕቲ ታይትል ዝዓበየ ማለት እዩ እዚኣ ከዓ ሄደር ዋን እንድሕር ገይረያ ማለት እዩ እዚኣ ጆግራፊ ትብል ዘላ ከኣ ከምዚኣ ገይረ ሄዲንግ ዋን እንድሕር ገይረያ ወዲኤ ኣለኹ ማለት እዩ። ሕጂ ኣብዚኣ መጺኤ እዛ ኤርትራ ዘላ ነዚኣ ክሊክ ገይረ ኢንተር ገይረ ንላዕሊ መጺኤ ኣብዚኣ መጺኤ ማለት እንታይ ይብላ ኢንሰርት ኢንሰርት ይብላ ቴብል ኦፍ ኮንቴንትስ ይብላ ማለት እዩ። ሽዑ ከመይ ትሕሸካ ብቁጽሪ ዶ ብዘይ ቁጽሪ ትብለኒ ኣላ ብቁጽሪ ደልየ ቁጽሪ ክሊክ ክገብሮ ተምጸለይ ማለት እዩ። እንታይ ትብለኒ ኣላ ኢንትሮዳክሽንን ኤትኒክ ግሩፕስን ኣብ ፔጅ ዋን ኣለዉ ጆግራፊ ግን ኣብ ፔጅ ቱ እዩ ዘሎ ስለዚ ጆግራፊ ትሪእዋ ኣለኹም ናብቲ ሓንቲ ፔጅ ሰጊሩ ኣሎ ማለት እዩ ያ ኩሉ ግዜ ከዓ ቴብል ኦፍ ኮንቴንትስ ከምዚ ምስ ሰራሕና በዚ ኩሉ ግዜ ይመፀልና እዩ ማለት እዩ እዚኣ ትሪእዋ ኣለኹም ናቪጌሽን ባትንስ መፅያን ማለት እዩ ኤዲት ክንገብር ተደሊና ካብ ኤዲት ኣብ ንገብረሉ እዋን ካብ ናብ ከምዚ ጌርና ስክሮል ጌርና ንታሕቲ ንወርድ ኣብዚ መፂና ጂኦግራፊ እንተደሊና ክሊክ ንገብራ ዳይሬክትሊ ናብ ጂኦግራፊ ተምፅና ተመሊስና ናብ ኤትኒክ ግሩፕ ዝተደሊና ክሊክ ንገብራ ናብ ኤትኒክ ግሩፕ ተምፅና ኦከይ ያ ጸኒሕና ተማሃርናዮ ከኣ እንታይ ኔሩ ማለት እዩ ከመይ ጌርካ ፔጅ ሴት ኣፕ ትገብር ማለት እዩ ትጽሕፈሉ ዘደለኻ ፔጅ ሲ ከመይ ጌርካ ሴት ኣፕ ትገብሮ ንኣብነት ኩሉ ግዜ ኣብ ምንታይ እዩ ዝምርኮስ ንምንታይ ትሰርሕ ኣለኻ እንታይ ትጽሕፍ ኣለኻ ማለት እዩ ኖርማል ሪፖርት ትጽሕፍ እንድሕር ኣለኻ ኖርማል ከምዚ ጌርካ ሪፖርት ክትጽሕፍ ትኽእል ኢኻ ማለት እዩ ተዘይኮይኑ ግን ፓምፍሌት ወይ ገለ ትሰርሕ ተለኻ ግን ኣብቲ Page Setup ኣብኡ Setting ቀያይርካ ከተዐርያ ትኽእል ኢኻ ማለት እዩ። ንኣብነት ካብተን ዝተመሃርናየን ትንክፍ ንምባል ማለት እዩ። ንኣብነት Format ኣቲና እንታይ ጌርና ኔርና ናብ ክልተ Column ምስራሕ ክልተ ወይ ከኣ ሰለስተ ምስራሕ ማለት እዩ። ንኣብነት ሕጂ ሰለስተ ንስራሕ በዚኣ ጌርና Click እንድሕር ጌረ ኣብ ሰለስተ ክኸውን እዩ ማለት እዩ። ሕጂ ሪእኹመን ኣብ ክልተ ጥራሕ መሊኤን ኣለዋ እዛ ሳልሰይቲ ግን ኣላ እስቲ ትሪእዋ ኣለኹም Click ተጌረ ኣብኡ ተምጸኒ ማለት እዩ። ከምዚ ጌርና ውን ሰሪሕና ኔርና ማለት እዩ። እቲ ናይ ፋይናል ውፅኢት ከዓ ከምዚ ዝመስል መፂልና ማለት እዩ። ከምዚ ዓይነት ስራሕ እውን ሰሪሕና ነይርና ማለት እዩ። ካሊእ ካብዚ ሓሊፍና ከዓ እንታይ ገይርና ነይርና ፎርማት ኢልና እውን ይቕሬታ ፋይል ኣቲና እውን ፖርትሬት ወይ ከዓ ላንድስኬፕ ከዓ ቀይርና ነይርና ማለት እዩ። እቲ ፔጅ ሴት ኣፕ ናትና ማለት እዩ። ሕጂ ፖርትሬት ከምዚ ንንውሓት ማለት እዩ። ላንድስኬፕ ከዓ ንጎኒ ንጎኒ ክንገብሮ ተደሊና ክሊክ ንገብሮ ኦኬ ንብላ ሕጂ እቲ ፍልልይ ክርኣየና መታን እንታይ ክገብሮ እየ ሓምሳ ፐርሰንት ክገብሮ እየ እዚ ቪዚቢሊቲ ማለት እዩ ፊፍቲ ፐርሰንት ተገይረ ሪኢኹም ሕጂ ንጎኒ ኮይኑ ኣሎ ማለት እዩ። ሕጂ እዛ ኤክስትራ ፔጅ ባዕላ ተወሲኻ ኣላ። ኤክስትራ ፔጅ እንድሕር ከምዚ ኢሉ ተወሲኽና ከኣ ካንስል ክንገብሮ ተኾይና እታ ከርሰር ኣብዚኣ ንገብራ ሽዑ ባክ ስፔስ ኢልና ንላዕሊ ምስ ደይብና ባዕላ ክትድምሰስ እያ ማለት እዩ። ሕጂ ላንድስኬፕ ገይረ ኣለኹ ሕጂ ማለት እዩ ክመቕሎ እንድሕር ደልየ ብሰለስተ ሕጂ ንኣብነት ክሊክ ገይረ ፎርማት ኢለ ኣብ ክልተ እንተደልየ ኣብ ክልተ ከምዚ ገይረ ክመቕሎ ይኽእል እየ ኣብ ሰለስተ እንድሕር ደልየ ከዓ ምጺ ለብሲኣ ከለኹ ኖርማል ኣብ ሰለስተ ክገብሮ ይኽእል እየ ማለት እዩ። ከምዚ ጌርና ሰሪሕና ከኣ ናይ መወዳእታ ውጽኢት ንኣብነት ሕጂ ኣብ ታሽዓይ ክላስ ዝተማሃርናያ ከምዚ ክንሰርሕ ንኽእል ኢና ማለት እዩ። ከምዚ ክንሰርሕ ንኽእል ኢና ነቲ ባክግራውንድ እውን ክንቀይረሉ ንኽእል ኢና ንኣብነት ባክግራውንድ ኣብይ ኣቲና ንቕይር ነርና ኤዲት ኢልና እንታይ ንብላ ነርና ፔጅ ሴትኣፕ ሸብ እዚኣ መጺና ባክግራውንድ ከለር ንቕይር ንኣብነት ከምዚ እንድሕር ደሊና ሕጂ ሰማያዊ ሃሳስ ተደሊና ሕጂ ከምዚ ጌርና ነቕይር ኔርና ማለት እዩ። እታ ሳልሰይቲ ፔጅ ከም ዘላ ንኽትርእይዋ ጽሕፈት ክውስኸለ ጀሪኹማ መጽእ ኣላ ማለት እዩ። ያ ሕጂ ከምዚ ጌርና ሰሪሕና ማለት እዩ እዚ ዘን ሴቲንግስ እዚኤን ከዓ ተማሂርናየን ማለት እዩ ኣብ መወዳእታ ዝተምሃርናዮ ሴቲንግ እንድሕር ኣሎ ኮይኑ እንታይ እንታይ ኢልና ነይርና ሰሪሕና ምስ ወዳእናስ እንታይ ንገብር ኢልና ኔርና ንኣብነት ምስ ሰብ ሼር ክንገብሮ እንድሕር ደሊና ማለት እዩ ኩሉ ግዜ እቲ ሰብ ኦንላይን ኮይኑ ምሳና ኣብ ሓደ ዶክሜንት ክሰርሕ እንድሕር ደሊናዮ ሼር ክሊክ ጌርና ናቱ ኢሜይል ንጽሕፍ ማለት እዩ ናቱ ኢሜይል ንኣብነት ሕጂ ማህሌት ፕሮዳክሽንስ እንድሕር ኮይኖም ክሊክ ጌርና ያ ከምዚኣ ጌርና እታ ኢሜይል ይቕሬታ እታ ኢመይል ጺሒፍና ሽዑ ከም ኤዲተር ክሪኦ ጥራሕ እንድሕር ደሊናዮ ከም ቪወር ኮመንት ክገብር ጥራሕ እንድሕር ደሊናዮ ከም ኮመንተር ጌርና ሼር ክንብሎ ንኽእል ኢና ማለት እዩ ሽዑ እዚኣ ጺሒፍና ምስ ወዳእና ሰንድ እንብላ እቲ ሰብ እዛ ሒዝናያ ዘለና ዶክሜንት ኦንላይን ከምዛ ንሪኣ ዘለና ከምኣ ክርኢ ይኽእል እዩ ምሳና ማለት እዩ ስለዚ ከምዚ ጌርና ከዓ ኦንላይን ኮላቦሬሽን ክንገብር ንኽእል ኢና ማለት እዩ ካብኡ ሓሊፍና ከዓ እንታይ ተማሂርና ነርና ከዓ ፋይል ኢልና ከዓ ንኣብነት እዚኣ ሕጂ እዚኣ ሕጂ ብሼር ኢልና ተማሂርናያ ተሪኢናያ ኔርና ማለት እዩ ፋይል ኢልና ከኣ ከም ኢመይል ኣታችመንት ክንሰዳ ተደሊና ከኣ እዚኣ ትሪእዋ ኣለኹም ኢመይል ኢመይል ኣዝ ኣታችመንት ትብል ኣላ ነዛ ፋይል እዚኣ ነዛ ንሪኣ ዘለና ፋይል ሲ ከም ብኢመይል ጌርካ ስደዳ ከም ሓደ ኣታችመንት ኣታች ዝኾነ ፋይል ምሽ መጸና እዩ ኣታችድ ኮይና ንክትመፀና ንክንሰዳ ማለት እዩ እዚኣ ሾርት ካት እያ ማለት እዩ ካብ ናብ ኢሜይልና ከድና ኮምፖዝ ኢልና ሓድሽ ኢሜይል ናይቲ ሰብ ኣድራሻ ፅሕፍና ኮለል ንብል ኣብዚኣ ክሊክ ንገብራ ኢሜይል ኣዝ ኣታችመንት ሪኹማ ጀስት ፀሓፈለይ ክትብለኒ እያ ኢሜይል ክሊክ ገብራ እንዘን እዚኣ ምስ ሰደድኳ ከም ኣታችመንት ከም ፋይል ከም ወርድ ፋይል ኮይና ነቲ ሰብ ትመፆ ማለት እዩ ካንስል ክብላ ኢና ሕጂ ስለ ዘይተድልየኒ ማለት እዩ ሕጂ እዚታት ተማሂርና ነርና ማለት እዩ ሕጂ ብዎርድ ብጣዕሚ ብጣዕሚ ብጣዕሚ ብዙሕ ክንሰርሕ ንኽእል ኢና ማለት እዩ ኣዝዩ ፓወርፉል ፓወርፉል ዝኾነ ዌብ ኣፕሊኬሽን እዩ ክንጥቀመሉን ኣብ ትምህርትና ይኹን ኣብ ስራሕና ይኹን ኣብ መዓልቲ ህይወትና ኣብ መዓልታዊ ህይወትና ይኹን ፀሓፍቲ ተኮይና ግጥሚ ዲና ንፅሕፍ ስነ ፅሑፍ ዲና ንፅሕፍ ዝኾነ ዓይነት ኣብ ንፅሕፈሉ ማለት እዩ እዚ ተጠቒምና እንተ ሰራሕና ኣዝዩ ኣዝዩ ኣዝዩ ዝሓሸ እዩ ማለት እዩ ምኽንያቱ ኩሉ ግዜ ብ ጉግል ዶክ ወይ ከዓ ብዎርድ ድፀሓፍናዮ ኩሉ ግዜ ኣብ ኢሜይልና ኣሎ ማለት እዩ ንኣብነት መገሻ እንድሕር ኬድና ኢሜይልና ምሳና ክሳብ ዝሃለወ እዛ ዶክሜንት እዚኣ ከዓ ምሳና ኣላ ማለት እዩ ምክንያቱ እዚኣ ኣውቶማቲካሊ ኣብቲ ናትና ኢሜይል ኣብ ድራይቭ ዝበሃል ቦታ ኣብያ ሴቭድ ትኸውን ማለት እዩ ኩሉ ግዜ ሓደ ጂሜይል ዘለዎ ሰብ ድራይቭ ወይ ከዓ ስፔስ ናቱ ሴቭ ዝኾነ ዶክመንት ሴቭ መግበሪ 15 ጂጋባይት ብነፃ ይወሃብ ማለት እዩ ክልተ ኢሜይል ተለካ ከዓ 30 ጂጋባይት ኣለካ ማለት እዩ ሰለስተ ኢሜይል ተለካ 45 ኣለካ ማለት እዩ ስለዚ ክንፅሕፍ ከለና ዳይሬክትሊ ኣብኡ ኣውቶማቲካሊ ንሕና ከይበልናያ ሴቭ ስለ ዝኸውን ኣብ ድኸድና ከድና ቦታ ኮምፒተር ምሳና ትሃሉ ኣይትሃሉ ብዘየገድስ ኢንተርነት እንድሕር ኣለና ዋላ ኣብ ናይ ካሊእ ሰብ ኮምፒተር ኮይንና ውን ዋላ ኣብ ሞባይልና ኮይንና ውን ክንሰርሕ ንኽእል ኢና ማለት እዩ። ስለዚ ንዎርድ ተባሂለን ዝተሰርሓ ትምህርታት እዚኤን ይመስላ ነይረን ማለት እዩ። ሒዝኩመንን ተማሂርኩሞንን ተኸቲልኩምናን ክትኮኑ ተስፋ ይገብር። ስለምክታልኩም ኣዚና ነመስግን። ንትህቡና ርእይቶታትን ንትህቡና ሃናጺ ነቐፌታታትን ክንጽበ ኢና። ብኻሊእ ትሕዝቶ ኣብ ካሊእ እዋን ክሳብ ንራኸብ ሰላም ቅነ። ኣብ ዝመጽእ ዘሎ ሰሙን ኣይትረስዑ ኤክሰል ንጅምረሉ ሰሙን እዩ። ንኤክሰል ተዳሊና ንምጻእ more ናይ ቁጽርታት ገለ ገለ እዩ ክኸውን ማለት እዩ። ሕጂ ናይ ጽሑፍ ገለ ኢና ጸኒሕና ማለት እዩ። more ናይ ቁጽርታትን ናይ ማትስን እዩ ክኸውን ማለት እዩ። ሽዑ ክሳብ ንራኸብ ሰላም ቅነ ቻው።